ኣይ ዘገርም እዩ ዘገርም ኤረይ ናትክ ዘገርም እዩ ዘገርም ኣይ ዘገርም እዩ ዘገርም
ሰላም ተኸታተልቲ ናይዚ ቻነል ከመይ ቀኒኹም ከመይ ትኾኑ ሰናይ ክትኮኑ ናይ ወትሪ ምንዮተ እዩ ሎሚ ንሪዮ ኣዝዩ ኣገዳሲ ዛዕባ እዩ ክኸውን ንሱ ድማ ብፍላይ ቅድሚ ምጅማረይ እውን ክሕብሮ ዝደሊ እዛ ቪድዮ እዚኣ ብዛዕባ ፅቡቕ ናይ ህዝቢ ኤርትራ ጽቡቕ ኣብ ሃገረ ኤርትራ ክትሰምዑ ዘይትደልዩ ክትህልዉ ትኽእሉ ኢኹም፣ እዛ ቪድዮ ጽቡቕ ክትስምዓኩም ኣይኮነን፣ ምኽንያቱ ሰናይ ነገር ኣብ ዓድና ዘጋጥም ዘሎ ብዙሕ ግዜ ብዛዕባ ኤርትራ ሕማቕ ናይ ምስማዕ ሕማቕ ናይ ምዝራብ ልምዲ ኮይኑ ስለ ዘሎ እቲ ፖለቲካዊ ፍልልይ ገዲፍካ ኣብቲ ዓዲ ዘሎ ንእሽተይ እውን ይኹን ጽቡቕ ንዑ ክትዛረብ ዘይምድላይ ንዑ ክትሕብር ዘይምድላይ ብፍላይ ኣብዚ ናይ ዩቱብ ናይ ሶሻል ሚድያ ቻነላት ናይ ኤርትራውያን ኣብ ዝበዝሐ ብዛዕባ ኤርትራ ንእሽተይ ውን ትኹን ጽቡቕ ነገር ብዛዕባ ህዝቢ ኤርትራ ጽቡቕ ነገር ክዛረብ ዘይደሊ ንኸይዛረብ ዝመሓሉ ዝመስሉ ሰባት ኣብ ዝረኣየሉ ዘለዎ ግዜ ዋላ ንእሽተይ ውን ይኹን ጽቡቕ ነገር ክንሰምዕ ከለና ንሱ ንቕድሚት ከነምጽእ ኣለና እቲ ዕላማ ድማ ነቲ መንእሰይ ተስፋ ንሃብ ንምሃብ ኢንስፓየር ንምግባር ኪኖትሸት ዘሎ ሽግራት ንቕድሚት ንክሓስብ ኣብቲ ዘሎ ብድሆታት እውን እንተኾነ ኪኑ ክስገር ከምዝኽል እዚ መድረኽ እዚ ክሕለፍ ምዃኑ እሞ ብዙሕ ጽቡቕ ክግበር ከምዝኽል ህያው ኣብነት ክንርኢ ኢና። ብዛዕባ ኤርትራ ኤርትራውያን ተነጊሮምና ዘይንኣምነሉ ደረጃ በጺሕና ከምዘለና ብዙሓት ሰባት ዝሰማምዕሉ ሓቂ እዩ። ምኽንያቱ ካብ ምሒር ፕሮፓጋንዳ ብዛዕባ ኤርትራ ካብ ንሰምዖ ሕማቕን ጽቡቕን ኣዝዩ ብዙሕ ስለዝተዘርበ ብዛዕባ ኤርትራ ኤርትራዊ ክነግረካ ከሎ ንኣብነት ደጋፋይ ብዛዕባ ኤርትራ ዝኾነ እንተነጊሩ ክኣምን ዘይክእል ኤርትራዊ መን እዩ? ከምኡ ድማ እቲ ተቓዋማይ ብዛዕባ ኤርትራ ዋላ ሓዊ ክትቃጸል ርእዩ እንተ ተዛሪቡ እቲ ካልእ ሰብ ክኣምኖ ኣይክእልን እዩ። ስለምንታይ? ኣመና ብዙሕ ስለ ዝተዘርበየ። ናይ ኩልና ገዲፍና ካብ ባንክ ልምዓት ኣፍሪቃ ፕረሲደንት ናቱ ኣብ ኤርትራ ምስ ከደን ቅድሚ ኤርትራ ኣብዚ ሕጂ ዝገበሮ ጥራይ ዘይኮነስ ካብ ቀደም ምስ ኤርትራ እንታይ ዓይነት ፕሮጀክት እንታይ ዓይነት ስራሕ ከም ዝነበሮም ካብኡ ክንሰምዕ ኢና ብዙሕ ጽቡቕ ነገር ክንሰምዕ ኢና ኣብዚ ብዙሕ ኣገዳሲ ከምኡ ድማ ብዙሕ ኣጓፋት ክእረም ዘለዎን ክንመሃረሉ ዘለናን ልዕሊ ኩሉ ድማ እዚ ባንኪ እዚ ኣብ ኤርትራ ጥራይ ዘይኮነስ ኣብ ካልኦት ሃገራት ከ እንታይ ዓይነት ስራሕ ይሰርሕ ክንርኢ ኢና ፕሊስ ላይክ ግበርዋ ነዚ ቻነል ሰፖርት ግበሩ መጀመርያ ኣብ ኤርትራ ከይኣተወ ከሎ ወይ ከዓ ኣብዚ ድሕሪኡ ኣብ ሓደ ዋዕላ ኣብ ዋዕላ ናይ ክላይሜት ኣብ ኣፍሪካ ኣብ ኬንያ ዝተዛረቦ ብዛዕባ ኤርትራ እሞ ንዛረብ ድሕሪኡ ኣብ ኤርትራ ምስ ከደ ዝበሎ ክንርኢ ኢና

So a ይቕረታ እዚኣ ቪድዮ እዚኣ ኣብ ኤርትራ ክኣቱ ከሎ እዩ መስለኒ ዝገበራ እንታይ ይብል ኣሎ መጀመርያ ግዜ እዩ ባንኪ ናይ ፕሬዚደንት ናይ ባንኪ ልምዓት ኣፍሪካ ንኤርትራ ዝመፅእ ዘሎ እንተኾነ ኤርትራን እዚ ባንኪ እዝን ዝምድና ናተን ካብ ተስዓን ኣርባዕተን እዩ ዝጅምር ይብል ኣሎ እንታይ ዓይነት ፕሮጀክት ገይሮም ነይሮም ኣብዚ ናይ ሕጂ ምብፅሑ ዘይኮነስ ብሓፈሻ እንታይ ዓይነት ዝምድና ነይርዎም እስከ ንስማዕ እዩ And so I'm delighted to be here. Um, I explained to Excellency Mr. President

መሻርኽቲ እዩ ከምኡ ድማ ምስ ኤርትራ ድማ ንነዊሕ እዋን ብሓደ ሰሪሑ እዩ ካብ ቴስዓን ኣርባዕተን ክሳብ ሕጂ 223 ልዕሊ 220 ሚልዮን ዶላር ዝትመን ኣብ ፕሮጀክትታት ፋንድ ጌርና ኣለና ይብል ኣሎ Currently we have portfolios worth $126 million in ኣብዚ እዋን እዚ ድማ ልዕሊ 120 ሚልዮን ዝትመን ፖርቶፎልዮ ናይ ፕሮጀክትስ ወይ ከዓ ዝተፈላለዩ ፕሮጀክታት ንሃንፅን ንሕግ ንሰርሕን ኣለና ይብል ኣሎ energy,

ከምኡ ውን ኣብ ሕርሻን ኣብ ምምዕባል ናይቲ ፋይናንስያዊ ኣካይዳ ናይቲ ሃገርን ኣብዚኣቶም ዘተኮረ ወፍርን ፕሮጀክትታትን ኣለና ንዝሕግ ነቲ ቁጠባ ናይቲ ሃገር ንምብርባር እዩ ዝብል ዘሎ

ብዛዕባ ናይ ብፀሓይ ዝመፅእ ፀዓት ማለት እዩ ሶላር ኤነርጂ ንዕኡ ንምምዕባል ክሕግዝ ዝኽእል ሓምሳ ሚልዮን ዝኣክል ፕሮጀክት ኢንቨስት ገይርና ኣለና ንክንሰርሕ እዚ ድማ ምስቲ ራእይ ናይቲ ፕሬዚደንት ናይቲ ሃገር እታ ሃገር እኹል ፀዓት ናይ ኤነርጂ ክህልዋ ወይ ከዓ ናይ ፀዓት ሕፅረት ኤርትራ ካብተን ነዳዲ ዘፍርያ ኣይኮነትን ኣብዚ እዋን እዚ ስለዚ ሓደ ካብቲ ኣገዳሲ ሕፅረት ክኸውን ዝኽእል ወይ ብድሆ ክኸውን ዝኽእል ንኤርትራ ጥራይ ዘይኮነስ ንመብዛሕተን ሃገራት ኣፍሪካ ናይ ፀዓት ሕቶ እዩ ናይ ኤነርጂ ናይ ኤሌክትሪክ ሕቶ እዩ ስለዚ ንዑ ክሕግዝ ዝኽእል ፕሮጀክት ኣብ ምሕጋዝ ንሰርሕ ኣለና ይብል ኣሎ ንቐፅል and he has a vision to make it 1,200 megawatts in the long term. Um, I assure እቲ ፕሬዚደንት ሃገር ኤርትራ ድማ ራኢ ኣለዎ እቲ ራኢ ናቱ ድማ በዚ ፀዓት እዚ ልዕሊ ክልተ ሚትን ክልተ ሽሕን ኣቢሉ ድዩ ገለ ኤነርጂ ናይ ኪሎዎት ሜጋዎት ባ ኪሎዎት ዘይኮነስ ሜጋዎት ንስማዕ የድሓን ኤግዛክትሊ እንታይ እየ እታ ራኢ megawatts in the long term. He has a vision to make it 1,200 megawatts.

ኣግሪ ፕሮሰሲንግ ኢንዳስትሪ ወይ ከኣ ነቲ ሕርሻዊ እቶት ፕሮሰስ ንክትገብሮ ዝዕሸግን ንነዊሕ ክጸንሕ ከም ዝኽእልን ከምዚ ሓደ ክራማት ጽቡቕ ማይ ሃሪሙ ወይ ጽቡቕ እቶት ኢቲኻ ንዓመታት ትጠምየሉ ዘይኮነስ ነቲ እቶት ሕርሻዊ እቶት ናትካ ፕሮሰስ ጌርካ ንደገ ክሰድድ ዲኻ ዓሺግካ ከዚንካ ክትጥቀም ዲኻ ኣብቲ ኢንዱስትሪ እቲ ምምዕባል ክንሕግዝ ንኽእል ኢና ከምኡ እውን ናይ ስርናይ ፍርያት ወይ ከዓ ዊት ኣይ ቲንክ ዊት ስርናይ ምስለኒ ጌጋ እንተሎ ኣርሙኒ ኣብቲ ፍርያት እቲ እውን ንምዕባይ

ሶ እንታይ ይብል ኣሎ ኣብቲ ብዛዕባ ሕርሻ ተዘራረብናሉ ከመይ ጌራ ኤርትራ ብተደጋጋሚ በቲ ናይ ክላይሜት ዝመፅእ ደርቅታት ድዩ ካልእ ተጠቃዓይትን ኣደዳ ናይ ጥሜትን ከይትኸውን ከመይ ጌራ ፍርያታ ዕብያ ሕርሻኣ ከተማዕብል ከም ትኽእል ተዘራሪብና እቲ ካልኣይ ብዝያዳ ዝተዘራረብናሉ ወይ ካብቲ ባንኪ ድማ ኣብዚ እንታይ ክሕግዝ ከም ዝኽእል ተዘራሪብና ካልኣይ ኣገዳስነት ዘለዎ ተዘራረብናሉ ድማ ምስ ፕሬዚደንት ማለት እዩ ምስ ፕሬዚደንት ሃገረ ኤርትራ ተዘራሪብናሉ ነጥቢ እንተሎ ብዛዕባ ብዙሕ ብዛዕባ እቲ ወደባት ናይ ኤርትራ ከመይ ጌርካ ከተማዕብሎም ትኽእል ከመይ ጌርካ ከተስፍሖም ትኽእል ከመይ ጌርካ ምስ ካልእ ኢንተግሬት ክትገብሮም ትኽእል ወይ ከዓ ምስ ካልእ ኩርናዓት ናይ ዓለምን ኣብ ውሽጢ ዓድን ኢንተግሬት ጌርካ ብሉ ኢኮኖሚ ወይ ከዓ ኣብ ባሕሪ ዘሎ ናይ ዓሳ ምግፋፍ ዓሳ ዲ ናይ ካልእ ናይ ባሕሪ ፀጋታትና ከመይ ጌርና ከነዕቢ ንኽእል ከምቲ ዓብዪ ኣፍ ደገ ባሕሪ ዘለዋ ኤርትራ

ኣብ ዝዛሕለፈ እዋናት እውን ሰሚዕኩሞ ኣብ ደናኪል ኣብ ደንካልያ ቦታ ኣብኡ ዝተረኽበ ማዕድናት ኣሎ ነዚ ኣውፂኻ እቲ ማዕድን እቲ ኣብ ሕርሻ ኣብ ኣገዳስነት ዘለዎ ስለዚ ከመይ ጌርካ ነዚ ኦፕቲማይዝ ወይ ድማ ብዝበለፀን ብዝሰለጠ መንገዲ ክጥቀመሉ ትኽእል ነዚ እውን ምስ ፕሬዚደንት ተዘራሪብናሉ

እንታይ ይብል ኣሎ ከምኡ ድማ ነቲ ነቲ ዕደና ይኹን ካልእ ጸጋታት ናይቲ ሃገር ከመይ ጌርካ ኦፕቲማል ወይ ከዓ ብዝበለፀ መንገዲ ተጠቂምና ንረብሓ ናይቲ ሃገር ክንገብሮ ንኽእል ተዘራሪብና ካልእ እውን ኣብቲ ናይ ፋይናንሳዊ ፅላት ከመይ ጌርካ እቲ ፋይናንሻል ሴክተር ናይ ኤርትራ ከተማዕብሎ ወይ ሞደረናይዝ ዘበናዊ ቴክኖሎጂን ዘበናዊ ኣካይዳን ከምዝገብር ክንገብር ንኽእል ምክንያቱ እዚ ንዛረበሉ ዘለና ባንክ እዩ ዓለም ለኻዊ ባንክ ስለዝኾነ ኣብቲ ፋይናንሻል ሴክተር ዓብ ተመክሮን ብቅዓትን ቴክኖሎጂን ክህልዎ ዝኽእል ስለዝኾነ ንሱኻ ከመይ ጌርካ ክትሕግዞ ትኽእል ምክንያቱ ፋይናንሳዊ ሴክተር ልክዕ ከምዚ ነዳዲ ናይ ሓደ ሃገር እዩ እቲ ነዳዲ እንተዘየለ እቲ ነገራት ፅቡቅ ገይሮም ክሰብ ወይካ ከምዚ ግሮሰ ጌርካ ወሰዶ

It was a it was a very very mutually exciting conversation that we had. እሱ እንታይ ይብል ኣሎ ፕሬዚደንት ናይ ኤርትራ ብሪልየንት ወይ ከዓ በሊሕ እዩ ከምኡ ድማ ከም ፕሬዚደንት ናይ ባንክ ጥራይ ዘይኮንኩስ ከም ሓወይ ኣፍሪካ እውን ኢና ተዘራሪብና ስለዚ ኣብ ብዙሕ ቶፒክስ ድማ ብጥልቂ ተዘራሪብናን ዕሊልናን እናበለ ይዛረብ ኣሎ ሕጂ ቀንዲ ኣብ ኤርትራ ንቲ ዝረኣዮ ክገልፅ እዩ ነወዳይ መዚያ I just want to assure uh, the people of Eritrea that

እንታይ ይብል ኣሎ ስ ቨሪ ቨሪ ኢምፖርታንት እንታይ ኢሉ ኤርትራ ሓንቲ ካብተን ኣገደስቲ ወይ ድማ ነቲ ዝተዋህባ ዕዮ ንክትገብር ትብገስ ሃገር ኣገዳሲት ኣካል ናይዚ ባንኪ ልምዓት ኣፍሪቃ እያ ኣብ ትሕቲ ናተይ መርሕነት ድማ ኤርትራ ኩሉ ዘድልያ እቲ ዘድሊ ኣብቲ ክትከዶ ትደሊ ዘላ ደረጃ ናይ ምዕባለ ንምሕጋዝ ፅቡቅ ገይረ ክሰርሓሉ ከምዝኮነን ብዝያዳ ክዓይ ከምዝደልን

ስለዚ ንሕና ዘለና ጸጋታትን ተበግሶታትን መንገዲ ናይ ኤርትራ ክልት እንተሓዊስናዮ ኩሉ እቲ መንገዲ ክንበጽሖ ከም ንኽእል ጥርጥር የብለይን እናበለ ፖዘቲቭሊ ዝዛረብ ዘሎ እዚ ኣይ ቲንክ ቅድሚ እቲ ኣብቲ ኤርትራ እቱ ምስ በለ ኣብቲ ቀዳማይ ርክቡ ድሕሪዩ ዝገበረ ኢንተርቪው ኮይኑ ይስምዓኒ እዚ ሰብ እዚ ናይ ዝኾነ ይኹን ጸቀነ ክገብር ግዴታ የብሉን ሂኢዝ ሓደ ዓለም ለኻዊ ትካል ዝመርሕ ዘሎ ሰብ እዩ ፍሉይ ብፍሉይ ፀቅናይ ኤርትራ ወይ ፀቅናይ ኣብ ኤርትራ ዘሎ ፕሬዚደንት ፕሬዚደንት ሃገር ኤርትራ ወይ ፀቅናይ ዝኾነ ሰብ ክኸውን ግዴታ ዘለዎ ኣይመስለኒ እንታይ ደኣ ንሱ ከም ሓደ ዓለም ለኻዊ ትካል ሒዙ ዘሎ እተን ሃገራት ብትክክል ንክምዕብላ ስለዝኾነ ዕላማ ናቱ ንዓታተን ንምሕጋዝ እዩ ስለዚ ንምንታይ ፅልኢ ኣይኖ ገለገለ ሰብ ፍሉይ ፅልኢ ኣብ ፕሬዚደንትና ኤርትራ ከም ዘለዎ ካልእ ድማ ፍሉይ ፍቕሪ ኣብኡ ከም ዘለዎ ንሱ ንግደፎ እሞ ኣብቲ ነጥቢ ጥራይ ንዛረብ ኣብቲ ሓሳብ ኣብቲ ኩነታት ንዛረብ እቲ ኢሞሽንስ ብድሕሪ መጋረጆ ዘሎ ኣብ ካልእ ንዛረበላ ኣብዚኣ ግን ብዛዕባ እቲ ዘሎ ህልው ንሱ ዝዝርብሎ ዘሎ እዚ ፕሬዚደንት ናይቲ ባንክ ዝዛረቦ ዘሎ ንዑ ኢና ክንርኢ ላይ ግበሩ ንቲ ቻነል ሳፖርት ግበሩ ሕጂ ኣብቲ ፊልድ እናዘወረ ዝተዛረቡ ኣገዳሲ ቀንዲ ንዓይለ የምፅልኩም ለትስ ጎናዮም ቅድሚ እዚኣ ግን ሓንቲ ትራንዚሽናል ክንገብር ኢና እዚኣ ኣዝያ ኣገዳሲ ክትከውን ስለ ትኽእል ስምዕዋ
ኩሉ ነገር ተወዲ ተተሓሓዝ ተሓቋቆፍ ኤርትራዊ ሃገረይ እንተበልካ ህግደፍ እባ ናይ እዝኒ እባ ናይ ኣፍንጫ እባ እንዳበሉ ብገዛእ ሃገርካ ከይትሕበን ብገዛእ ታሪኽካ ከይትማጎት፣ ብገዛእ ሰራዊትካ ከይትኾርዕ፣ ንሓድሕድካ ምትእምማን ከተጉድል ብረቂቕ ክሰርሕሉ ዝጸንሑ እከይ ውዲት ምስኦም ተቐቢሩ ኣሎ። ኣስተውዕል መን እዩ ንገዛእ ወገኑ ሰራዊት ኤርትራ ይቀበር ዝብል መን እዩ ንገዛእ ህዝቡ እዚ ደንቆሮ ህዝቢ ዝብል መን እዩ ንገዛእ ኣዴታቱ ገመድ ይስቀላ ዝብል መን እዩ ንገዛእ ታሪኹ ታሪኾም ኢሉ ዘጓኒ መን እዩ ንገዛእ ሃገሩ ብውግእ ሕድሕድ ክትነድድ ትግራይ ትስዕር ዝብል

ሓደ ካብቲ ዝለዓለ ዝረኣኽዎ ወይ ከዓ ዘድንቆ ነገር ዝረኣኽዎ እቲ ህዝቢ ኣብዚ ዘሎ ሰንስ ኦፍ ፐርፐስ ኣሎ ወይ ከዓ ዕላምኡ ዝፈልጥ እዩ ንፁርነት ናይ ዕላማ ዘለዎ ይመስል ከምኡ ድማ ጅግንነት ኣለዎ ፓትሪዮቲዝም ኣለዎ ይብለና ኣሎ ከምኡውን ተወፋይነት ኣለዎ ዲተርሚኔሽን ድማ ኣግድን ክበፅሖ ኣለኒ ቆራፅነት ንብሎ ንሕና ቆራፅነት ዘለዎ ህዝቢ ይርኢ ኣለኹ እናበለ እዩ ዝገልፅ ዘሎ ብዛዕባ ህዝብኻ ከምዚ ኢሉ ክዝረብ ከሎ እዚኦም ቃላት እዚኣቶም ብቐሊሉ ኣብ ካልእ ዓለም ክትረኽቦም ትኽእል ወይ ከዓ ዝበሃሉ ነገራት ኣይኮኑን ካምፓኒታት ነዚ ነገር እዚ ሰንስ ኦፍ ፐርፐስ እንተለዎም ሰንስ ኦፍ ዳይሬክሽን እንተለዎም ፓትሪዮቲዝም እንተለዎም ከምኡ እውን ሰንስ ኦፍ ዳይሬክሽን ን ኮሚትመንት እንተለዎም ይዕወቱ እዮም ሃገራት ድማ ከምዚ ዓይነት ኣካይዳ ህዝቢ ከምዚ ዓይነት ኣካይዳ ክህልዎ ከሎ ፅቡቕ ምዃኑ ክትኮርዑ ይግባእ
ብዙሕ ግዜ ምስ ፕረዚደንት ኢሳያስ ኣብ ዘጥፋኹሉ ብትኽክል ሃገሩ እንታይ ከም ትደሊ ብንጹር ዝፈልጥ ሰብ እዩ ኢሉ። እቲ ህዝቢ ድማ

ኣብ ሓደ ዲጋ ክንበፅሕ ከድና ክንርኢ ኢልና ከድና በዚ ዲጋ እዚ ድማ ኣዝየ ተገሪመ ኢምፕረስድ ኮይነ ይብል ኣሎ እቲ ዲጋ ክሳብ ዓብዪ ዕብየት ዘለዎ ክሳብ ዓሰርተ ሽሕ ሄክታር ከልምዕ ዝኽእል ዓቕሚ ዘለዎ ወይ ከዓ ብምዕቡል ሕርሻ ኢሪጌሽን ክሳብ ዓሰርተ ሽሕ ሄክታር ከልምዕ ዝኽእል እዩ ይብል ኣሎ። ኣብዚ እዋን'ዚ ግን ሓደ ሽሕ ሄክታር ጥራይ፣ ዓሰርተ ሽሕ እኳ እንተኾነ እቲ ብቅዓት ናቱ፣ ሓደ ሽሕ ጥራይ የልምዑ ኣለዉ ወይ ከልምዑ ክኢሎም ኣለዉ ይብል ኣሎ። ንቐጽል። ናይ ኣየናይ ዲጋ ምዃኑ እዚ እቶም ትፈልጥዎ ዝበጻሕኩሞ ኣብ ኮሜንት ሰክሽን ግለጹልና፣ ተመኩሮኹም ድማ ሓብሩና ብሃናጺ መንገዲ። ንቐጽል።

ከምኡ ውን ፍሩታታት ብዙሕ ዓይነት ፍሩታታትን ናይ ቡን ውን ሕርሻ ሪኢ ኣለኹ ይብል ኣሎ ማለት እዩ። እንታይ ይብል ኣሎ ኣብዚ ዓዲ ሓደ ነገር ዝተዓዘብኮ እንተሎ ፃዕቂ ወይ ካብ ብዝሒ ናይ ትሕተ ቅርፂ ኣብዚ ዓዲ ዘሎ ኢሉ ብዙሕ ትሕተ ቅርፂ ኢንቨስትመንት ከም ዘሎን ከም ዝተሰርሐን ርዩ ካልእ ካብቲ እናዞርና ከለና ፕረዚደንት ኢሳያስ ዘርኣያኒ ነገር እንተሎ ወይ ንዓይ ዘገረመኒ እቲ ኢሪጌሽን ወይ ከዓ እቲ ኢሪጌሽን ማለት ከምዚ መስናዊ ሕርሻ ንበሎ ምዕቡል ሕርሻ ማለት እዩ በቲ ኣነ ዝፈልጦ ጥራይ ዘይኮነስ ሓድሽ ሲስተም ባዕሎም ኢኖቨቲቭሊ ባዕሎም ዝሓሰብዎ ወይ ባዕሎም ዝፈጠርዎ ብላዕሊ ዝኸይድ ዓይነት ኢሪጌሽን እውን ክገብሩ ከም ዝረኣኹ ስለዚ እቲ ዝኽተልዎ መንገዲ ካብ ካልኦት ዝቐድሕዎ ጥራይ ዘይኮኑስ ናቶም ፈጠራውነትን ናቶም ኢኖቬሽን እውን ከም ዘለዎም ተገንዚበ እናበለ ይምስክር ኣሎ

እሱ እንታይ ይብል ኣሎ ኣብዚ ጉዕዞ ናተይ ኣብዚ መብፃሕ ናተይ ብዙሕ ገለ ካብቲ ዘገረመኒ እቲ ናይቲ ህዝቢ ኤርትራ ተወፋይነትን ከምኡ እውን እቲ ናይ ሪሰርች ኢንስቲትዩሽን ወይ ከዓ ናይቲ ዓውደ መፅናዕቲ ትካላት ናይ ኤርትራ ብዙሕ ፈጠራውነት ብዘለዎ ብቅዓት ከም ዘለዎ ተገንዚበ ኣለኹ ይብል ፅቡቅ ገይር ክዛረባዩ ነቲ ሪሰርች ኢንስቲትዩሽንስ ናይ ምርምር ቦታታት ማለት እዩ እቲ ናይ ኤርትራ ናይ ማፒንግ ኣንድ ሓደ ትካል ማለት እዩ ንሱ ነዚ ዲጋታት ኣብ ምሕንጻጽን ኣብ ምስራሕን ዝለዓለ ተራ ዘለዎ እዩ ከምዚኦም ዓይነት ዲጋታት ኣብ ካልኦት ሃገራት ኬድና እንተርኢና ብናይ ደገን ናይ ወጻኢ ሓይልታትን ክኢላታትን ፕሮጀክታትን ኮንትራክትድ ኮይኖም እዮም ዝስርሑ፣ እዚ ግን ኣብዚ ዓዲ ክስራሕ ርኢና ኣለና ኢሉ። ከምኡ'ውን እቲ ዓቢ ገንእታት ካብ ላዕሊ ፓምፕ ገይሮም ማይ መሊኦም ካብኡ ኢሪጌሽን ከምዝገብሩን

ስለዚ ኣብ ብዙሕ ጽቡቕ ነገር ርኢና ኣለና ካብዚ ሕጂ ዘለኽዎ ኮይነ ክሪኦ ከለኹ ግን ኣብ ሰለስተ ነጥብታት ክንሕግዝ ንኽእል ኮይኑ ይስምዓኒ ይብል ኣሎ መጀመርያ ነቲ ራእይ ናይቲ ፕሬዚደንት ኢሳያስ ኣብቲ ብምዕባል ናይ ሕርሻዊ ኢንዱስትሪ ማለት እዩ ኣግሮ ፕሮሰሲን ወይ ከዓ ፕሮሰስ ምግባር ማለት ነቲ ዘሎ ፍርያሲ ናብ ካልእ ፎርም ቀይርካ ዝለዓለ ቫልዩ ከም ዝህልዎ ወይ ክብሪ ከም ዝህልዎ ምግባር

So ኣብቲ ፕሮሰሲንግ ናይ ሕርሻ ብሓፈሻ ናይ ምዕሻግ ክኸውን ይኽእል ናይ ኣቃሚምካ ካልእ ዓይነት ናይ ምግባር ክኸውን ይኽእል ንሱ ድማ ኣብ ናይ መግቢ ክኸውን ይኽእል ናይ ፍሩታ ክኸውን ይኽእል እቲ ፍሩታ ኣራንሺ ቀሪፍካ ክትበልዖ ከለካ ንዑ ሰሪሕካ ፅማቕ ሰሪሕካ ክሸጦ ከለካ ኣብ ሱፐርማርኬትን ዓበ ፍልልይ ዘለዎ እቲ ኣራንሺ ንሒደት መዓልቲ ክፀንሕ ከላ እታ ዝተፀሚቋ ዝተሰርሐት ግን ንኣዋርሕ ክፀንሓልካ ወይ ንዓመታት እውን ክፀንሕ ትኽእል ትኸውን ስለዚ እቲ ፕሮሰሲንግ በቲ ሓደ ቫሊ ናቱ ከም ዝዓቢ ይገብር ካልኣይ ድማ ኣብ ዝተፈላለየ ሎኬሽን ኣብ ሕርሻ ኣብ ሓደ ቦታ ዝፈረየ ዘይኮነስ ዓሺካ ኣብ ውሽጢ ሃዲ ይኹን ኣብ ካልእ ሃገር እውን ኤክስፖርት ጌርካ ክሸቶ ትኽእል ዋላ ከምኡ እውን ናይ ዕምባባ ሕርሻ ክትገብረሉ ዘይትኽእል ኣብነት እውን የለን ምስቲ ክሊማ ናይ ኤርትራ ናይ ዕምባባ ፍሮሊካርቸር ዝበሃል ናብኡ እውን ዘተኮረ ፕሮጀክት ክግበር ከም ዝኽእል እውን ይብል ኣሎ

ንሱ እንታይ ይብል ኣሎ ስ ቨሪ ቨሪ ኢምፖርታንት ከም ኤርትራዊ ዓብ ኩርዓት ክስምዓካ ዝኽእል ነጥቢ እንተሎ እዛ ነጥቢ እዚኣ ኣብዚ ኣብዚ ዝረኣኽዎ ፕሮጀክትታት ኣሰራርሓን ብቅዓት ናይ ስራሓትን ኣዝየ ተገሪመ ዘለኹ ስለዚ ምስ ፕረዚደንት ኤርትራ ተዘራረብክዎ እዚኦም መንእሰያት ክገብርዎን ክሰርሕዎን በቂዖም ዘለዉ ደረጃ ክእለት ኣብ ካል ኣፍሪካ ዓበ ሓገዝ ክኸውን ይኽእል እዩ ስለዚ ከመይ ጌርና ብኣፍሪካ ደረጃ ሓደ ናይ ኢንጂነሪንግ ኢንስቲቱሽን ድዩ ኣካል ዲና ቁይምና ኣብ ካልኦት ሃገራት ንኣብነት እዚ ዓቕሚ እዚ ኣብ ካልእ ሃገር ልክዕ ከምዚ ናይ ቻይና ካምፓኒታት ካብ ኣብ ቻይና መጀመርያ ብከምኡ እዮም ጀሚሮም ኣብ ውሽጢ ዓዶም ስለ ዘዕበይዎ ሎሚ ኣብ ካልእ ሃገራት ኪዶም ዓበይቲ ፕሮጀክትታት ብርትዓዊ ዋጋን ምስ ናይ ኤሮጳን ኣሜሪካን ክወዳደር ከሎ ብኣዝዩ ትሑት ዋጋ ኤርትራዊ ከምኡ ብቅዓት እዚ ናይ ኢንጂነራትን ናይ ብቅዓት ናይ ኮንስትራክሽንን ድሕሪ ከምኡ ጌርካ መልሚልካዮ ከም ካምፓኒ ኮይኖም ኣብ ካልእ ሃገር ካብ ትሕቲ ቻይና ብኣዝዩ ርትዓዊ ዋጋ ብምስራሕ ንኤርትራ ግን ዓቢ ከኽስብ ዝኽእል ነቶም ዘባት እውን ጽቡቕ ከኽስብ ዝኽእል ከምኡ ዓይነት ፕሮጀክት ንክግበር እዩ ዝትንብህ ዘሎ ስለዚ ከምዚ ዓይነት ናይ ኣፍሪካውያን ፕሮጀክት ብርግጽ ከም ሓደ ፕሬዚደንት ናይ ዓቢ ባንክ ብሃገር ብኣፍሪካ ደረጃ ዝሓስብ ብኣፍሪካ ደረጃ ዝሰርሕን ፋንድ ዝገብርን እዚ ትካል እዚ ብዙሕ ፕሮጀክታት ፋንድ ዝገብር ፋንድ ክገብር ከሎ ድማ እንታይ ዘሊ እቲ ዝፋንድ ገይርዎ ዘሎ ፕሮጀክት ብዝተሓተ ዓቕሚ ወይ ካብ ፅቡቕ ስራሕ ግን ብዝሓሰረ ዋጋ ወይ ካብ ብርትዓ ዋጋ ክስራሓሉ እዩ ዝደሊ ናይ ዕስራ ሚልዮን ወይ ካብ ሓምሳ ሚልዮን ብናይ ኣሜሪካ ካምፓኒ ክስራሕ ዝኽእል ዝነበረ ብሓሙሽተ ሚልዮን ተመሳሳሊ ስራሕ ብናይ ኤርትራ ዓቕሚ ክስራሓሉ ኣፀቢቑ ይደሊ ምክንያቱ ኣክንዲ ሓንቲ ሓንቲ ፕሮጀክት ሓሙሽተ ወይ ዓሰርተ ፕሮጀክት ንክሰርሕ ስለ ዘኽእሎ ስለዚ ከም ሓደ ፋንደር ናይ ዓበይቲ ፕሮጀክት ነዚ ነገር እዚ ብቐሊሉ ክርእዮ ከም ዘይክእል ይርድኣኒ ኣብኡ ድማ ኣሎ እቲ ኤክሳይትመንት ናቱ ንኽልቲኡ ወገን ከረብሕ ከም ዝኽእል ከምኡ እውን ኣብ ኤርትራ ፋንድ ክገብር ትሕሪ ኮይኑ ብውሑድ ዓቕሚ ዓብ ስራሕ ክሰርሕ ከም ዝኽእል ስለ ዝኣመነ እዩ ብጣዕሚ ተመሲጡ ዘሎ ንእሽተይ ዋጋ ክንዲዚ ዓቕሚ ናይ ምስራሕ ክእለት ኣለዎም ብትሕት ዝበለ ዋጋ ዓበይቲ ስራሓት ክንሰርሕ ንኽእል ኢና ዝብል ራእይ ከም ዝረኣዮ ዘሎ ይረኣየካ እዚ ድማ ፖዚቲቭ ነገር እዩ

ሓደ ካብቲ ድማ ኣገዳሲ ብዕምቆት ዝተዘራረብናሉ ምስ ብከመይ ክንሕግዝ ንኽእል ንሕና ኣብቲ ብሉ ኢኮኖሚ ወይ ከዓ ናይ ባሕሪ ቁጠባ እዚ ከዓ ዓበ ባሕሪ ኣለኩም ኣብ ጥቃኹም ነዚ ባሕሪ እዚ ብከመይ ክትጥቀመሉ ትኽእል እዚ ኣኳ ኣግሪካልቸር ይብሎ ናይ ባሕሪ ሕርሻ ዝበሃል ኣሎ ዝተፈላለየ ሕርሻታት ናይ ባሕሪ ክትገብር ትኽእል ልዕሊኡ ድማ እቲ ምግፋፍ ዓሳ ፊሸሪ ኣብኡ ዘለና ብዙሕ ፀጋታት ኣለና ኤርትራ ስለዚ እዚ ፀጋ እዚ ብከመይ ክትጥቀመሉ ትኽእል ንዑ ንክትጥቀም ድማ ዓቕሚ ናይ ካፒታል የድልየካ ተመክሮ የድልየካ ክእለት የድልየካ ስኪል የድልየካ ስለዚ ኣብኡ ከ ብኸመይ ክንሕግዝ ንኽእል ከም ናይ ዓበይ ኣፍሪቃ ትካል እዚ ብዙሕ ከበርክቶ ዝኽእል ብዓቕሚ ካፒታል ጥራይ ዘይኮነ ብዓቕሚ ናይ ክእለት ከምኡ እውን ምስ ካልኦት ኮላቦሬሽን ኣብ ምፍጣር ምስ ካልኦት ሃገራትን ምስ ካልኦት ዞባታትን ሓበራዊ ስራሕ ንክትሰርሕ ኣብ ኣብ ምስሳይ ዓቢ ተራ ከፃወት ዝኽእል ትካል ብምዃኑ ኣገዳስነት ኣለዎ

እታ ሳልሰይቲ ኣገዳሲት ነጥቢ ንሕና ክንሕግዛ ንደሊ ዘለና ወይ ክንሕግዛ ንኽእል ድማ ናይ ኤነርጂ ወይ ናይ ፀዓት ዓውዲ እዩ እዚ ፀዓት ድማ ኤርትራ ብርግፅ እኹል ፀሓይ ዘለዎ ሃገር ከም ምዃና መጠን በቲ ፀሓይ ዘሎ ሶላር ኤነርጂ ንኤርትራ ኣዝዩ ኣገዳስነት ክህልዎ ዝኽእል እዩ ምክንያቱ ክሳብ ሕጂ ነዳዲ ስለ ዘይብልና ኣብ ነዳዲ ዝወፅእ ገንዘብ ድማ ኣዝዩ ክቡርን ኣዝዩ ዓብ ካፒታል ብመኻናይ ወፃኢ ሸርፊ እዩ ስለዚ እዚ ባንኪ ልምዓት ኣፍሪካ ኣብቲ ፀዓት ናይ ብሶላር ኤነርጂ ክመፅእ ዝኽእል ፀዓት ኣብ ምምዕባል ዓብ ኣበርክቶ ክገብር ከም ዝኽእልን ይገብር ከም ዘሎን ኣብኡ ኣተኪሩ ክሕግዝ ከም ዝኽእልን ከም ዝደልን ይነግር ኣሎ ማለት እዩ እዚ ከዓ ነቲ ቁጠባ ናይ ኤርትራ ፀዓት ማለት ዓንዲ ሕቆ ናይ ቁጠባ ናይ ሓደ ሃገር እዩ ፀዓት ተዘይብልካ ካልእ ኢንዱስትሪ ኩሉ ክትሓልሞ ጥራይ ኢኻ ትኽእል ክትሰርሖ ኣይትኽእልን ኢኻ ብዘይ ፀዓት ብዘይ ኤነርጂ ዝኾነ ነገር ኢንዱስትሪ ክምዕብል ስለ ዘይክእል ስለዚ ኣብቲ መጀመርያ ክፋል ሕጂ ሓምሳን ሽዱሽተ ሚልዮን ዶላር ኢንቨስት ንገብር ኣለና እቲ ጸዓት ፊልድ እዚ ድማ ኣብዚ ወሲኽና መሊስና ኣብዚ ዓውዲ እዚ ሞር ኢንቨስት ክንገብርን ክንሰርሕን ከም ዘለና ድማ ንፈልጥ ኣለና እናበለ ይዛረብ ኣሎ። ከምኡ ውን ካልእ ኣብዚ ሶላር ኣብዚ ግሪን ኤነርጂ ክንዛረብ ከለና ኣብ ኤርትራ ዓቢ ፖተንሻል ናይ ናይ ብንፋስ ዝመጽእ ኤነርጂ ዊንድ ኤነርጂ ዝብልዎ ኣሎ ካብ ንፋስ ጌርካ እውን ፀዓት ከተማዕብል ትኽእል ኢኻ ከምኡ ውን ኤርትራ ንሶ ኣይበላን ፕሬቦይ ክብላ ይኸውን እዩ ብዙሕ ገቦታት ዘለዋን ወሓይ ዘለዋን ከም ምዃና ብዙሕ ካፒታል ይሓትት እምበር ሃይድሮ ኤሌክትሪክ ፓወር እውን ክትገብር ትኽእል ኢኻ ካብ ጎቦታት ብናህሪ ዝወርድ ማይ ስለ ዘለዋ ንዑታት እውን ከምኡውን ፀዓት ከተመንጨወሉ ትኽእል ኢኻ ስለዚ ናይ ኩሉ ዓይነት ፖቴንሻል ዘለዎ ሃገር ኢና ንዛረብ ዘለና ምስ ካልኦት ዓበይቲ ትካላት ዓለም ለኻዊ ትካላት እንድሕሪ ኮላብሬት ክትገብር ክኢልካ ግን ኩሉ ክብፃሕ ይኽእል ዝከኣል ኮይኑ ይስምዓካ እዚ ድማ ሓደ ካብኡ ኣርኣያ መስለኒ
um,

ፕሬዚደንት ኢሳያስ እቲ ናቱ ራእዪ ናቱ ፐርፐስ ናቱ ፓሽን ዘለዎ ራእዪ ብዛዕባ እታ ሃገርሲ ኮንቴጅስ ወይ ከዓ ኢንፌክሽስ ዝለግበካ ዓይነት ሕማም እዩ ካብ ሰብ ናብ ሰብ ዝለግብ ሕማም እዩ ይብል ስለዚ እቲ ዘለዎ ራእይን ጠመተን ካብ ሰብ ናብ ሰብ ክለግብ ዝኽእል ሕማም እዩ ስለዚ እቲ ዘለዎ ፓሽን ብዛዕባ እቲ ዓዲ ኣዝዩ ደስ ዘብል ምዃኑ ይዛረብ ኣሎ ብዛዕባ ኤርትራ ብዛዕባ

ብተደጋጋሚ ዝጠቕሰን ዘሎ ቃላትካ ተመሳሳልቲ እየን ስለዚ ምስኡ ብዙሕ ግዜ የጥፍየ ኣለኹ ኣብቲ ደገ ንሰምዖ ብዛዕባኡ ብዛዕባ እዚ ሃገር ካላርስ እዩ ኣብዚ ኮይነ ግን ምስኡ ብዙሕ ሰዓታት ኣጥፍየ ኣለኹ ኣብ ደገ ማለት እዩ ኣብ ኦፊስ ዘይኮነ ኣብቲ ፊልድ ብዙሕ ሰዓታት ኣጥፊና ኣለና ስለዚ እቲ ናቱ ፓሽን ን ቪዥን ራእይ ናቱን ነቲ ራእይ ናቱ ዘለዎ ነቲ ራእይ ናቱ ንክበፅሕ ዘለዎ ስራሕ ድማ ፓሽን ይብልዎ ወኒ ዘለካ ወይካ ተወፋይነት ዘለካ ድማ ፍልይ ዝበለ ይብሎ ኣሎ እዚ ድማ ኣቲንክ ክንምንታይ ውልቃዊ ፅልኢ ክህልወኩም ይኽእል ምስ ሓደ ሰብ ብዛዕባ እዚ ዘለዎ ራእይን ፓሽንን ካብ ሓደ ናይ ወፃኢ ሓይሊ ኤክስፐርት ትሰምዕዎ ኣለኹም ፍተውዎ ፅልዎ ንሳያስ ክፀልዎን ክትፈትዎን ናትኩም ውልቃዊ ርእቶ እዩ ስለምንታይ ፈቲኹሞ ፀሊኩሞ ዝበሃል ኣይኮነን ብዛዕባ እቲ ሃገር ዝግበር ዘሎ ግን ብዛዕባ ህዝቢ ኤርትራ ብዛዕባ ሃገር ኤርትራ ትግደስ ኮንካ ከምዚ ኢሉ ናይ ወፃኢ ሓይሊ ብዛዕባ ሃገርካን ብዛዕባ ህዝብኻን ፅቡቅ ክዛረበልካ ከሎ ክብሪ ክስማዓካ ሓጎስ ክስማዓካ

ከምኡ ድማ ኣብዚ ዓዲ ዝሪኦ ዘለኹ ወይ ኣብዚ ዝተመልከትኩዎ እንተሎ እቲ ህዝቢ ባዕሉ ብዘይ ናይ ዝኾነ ይኹን ሓገዝ ናይ ምግባር ክእለቱን ናይ ምፍታኑን ዓቕሚ ፍልይ ዝበለ ኢሉ ኣብ መወዳእታ ልምዓት ናይቲ ሃገር ወይ ምዕባለ ናይ ሓደ ሃገር ክንዛረብ ከለና መበገሲ ወይ ምንጪ ናይ ኩርዓት ናይቲ ህዝቢ እዩ ምክንያቱ ንሃገርካ ነቲ ዘለኻዮ ቦታ ንስኻ ኢኻ ከተልምዖ ትኽእል ዝገበርካዮ ስራሕ ድማ ከኹርዓካ ንዓኻ እዩ ዘኹርዕ ስለዚ ናይ ልምዓት ወይ ናይ ምዕባለ መስርሕ ክንዛረብ ከለና ህዝቢ ዝለዓለ ተወፋይነት ናቶም ብኡ ድማ እዮም ክኸርዑ ዝኽእሉ ምንጪ ኩርዓት ናይቲ ህዝቢ ክኸውን ዝኽእል እቲ ንሱ ዝገብሮ ዘሎ ፃዕሪ እናበለ እዩ ኤርትራውነት ኤርትራዊ ብኤርትራውነቱ ክኾርዕ ክንብል ከለና ሓደ ዓብ ታሪክ ስለ ዘለና እቲ ታሪክ ድማ ልክዕ ከምዚ ዝብሎ ዘሎ ህዝቢ ኤርትራ ምስ መንእሰያቱን ምስቶም ሰውራናቱን ኢድን ጓንትን ኮይኑ ብናቱ ጻዕሪ ብኣዝዩ ንእሽተይ ናይ ወጻኢ ደገፍ እንተነይሩ ማለት እዩ መብዛሕቱ ብስሪኡን ብናቱ ጻዕርን ስለ ዝመጸ ዓቢ ኩርዓት ክስምዓና ይኽእል እቶም ኤርትራውያን ማለት እዩ ስለምንታይ ሰብ ዝሃበና ዘይኮነስ ኣያታትናን ህዝብናን ሰሪሑ ዘምጽኦ ስለ ዝኾነ ሓደ እዩ እዚ

ሕርሻዊ ኢንዳስትሪያል ፕሮሰሲንግ ኣብ ምምዕባል ናይ ሕርሻ ናይ ሃገር ኣብኡ ከነበርክት ምዃንና ኣብ ጸዓት ከነበርክት ወይ ክንሕግዝ ምዃንና ከምኡ እውን ኣብቲ ብሉ ኢኮኖሚ ወይ ከዓ ናይ ባሕሪ ቁጠባ ኣብ ምህናፅ እውን ክንሕግዝ ምዃንና እዚን ሰለስተ እየን ድማ ነዚኣ ንኤርትራ ኣዝዮም ኣገደስቲ ነጥብታት እዮም ሰለስቲኦም ንብሎም ዘለና ድማ ኣብ ማዕድንን ኣብ ገለን ዝተመርኮሱ ስለዘይኮኑ ድማ ዝያዳ ነቲ ሃገር ንነዊሕ ክትግስግስ በቲ ዘለዋ ተፈጥራዊ ፀጋ ኣብ ዕደና ናይ ወርቂ ወይ ናይ ገለ ተመርኪሳ ዘይኮነስ በቲ ዘለዋ ዓቕሚ ንክትግዝግዝ ክሕግዛ ስለ ዝኽእል ኣብቲ ውሽጣዊ ኢኮኖሚ ኢንቨስትመንት ክኸውን ስለ ዝኽእል እዚ ኣገዳስነት ዘለዎ ኮይኑ ይስምዓኒ ኣነ እውን ከም ክኢላ ናይ ቁጠባ ካብ መጠን ንላዕሊ ፅቡቕ እዩ ዝስምዓኒ እቲ ዝዛረበ ዘሎ ምክንያቱ ዓንዲ ሕቆ ናይ ሃገር

ካብዚ ክምለስ ከለኹ ብዝረኣኽዎ ኢንስፓየርድ ኮይነ ወይ ከኣ ዓቢ ተስፋ ተሰሚዑኒ በቲ ዝረኣኽዎ በቲ ህዝቢ ከምኡውን ምስቲ ፕረዚደንት ዝገበርክዎ ምምይጥ ኩሉ ተስፋ ዘለኒ ወይ ከኣ ኢንስፓየርድ ኮይነ ይኸይድ ኣለኹ ንሕና ድማ ከምቲ ንርእዮ ዘለና ነዚ ዝኽየድ ዘሎ ጉዕዞ ንምሕጋዝ ኩሉ ዝከኣለና ክንገብር ምዃንና ንሕብር እናበለ ብዙ ካልኦት ብዙ ቪድዮታት ቀሪበልኩም ነይረ ግን እታ ቪድዮ ኦልሬዲ ነዊሕ ነዋሕቲ ስለ ዝኸደት ንግዚኡ ኣብዚ ክንገድፋ ኢና ምናልባት እቲ ትሰምዕዎ ዘለኹም ሓደ ሓደ ዝጎደሎ ወይ ዝሰገርክዎ ወይ ዝወሰኽክዎ ክህሉ ይኽእል እቲ ዝወሰኽክዎ እኳ ከም መብርሂ ክህብ ስለ ዘለኹ እዩ ዝጎደለ እንተሎ ኣብ ኮሜንት ሰክሽን ግደፍዎ እዛ ቪድዮ እዚኣ ድማ ብዙሓት ንሪያክት ንክገብራ ሰይትኩምለይ ኣነ ራኽዋ ነይረ የቐንየለይ እቶም ከም ዝገበርኩም ብዛዕባ ኤርትራ ብዛዕባ ህዝቢ ኤርትራ ብዛዕባ ሃገረ ኤርትራ ፅቡቕ ዝስምዓኩም እንተሎ ፅቡቕ ክስምዓኩም ይግባእ ምክንያቱ ናይ ሓገዝ ናይ ቻይና ወይ ኣሜሪካ ወይ ናይ ኮርያ ወይ ናይ ራሽያ ኣይኮና ንዛረብ ዘለና ኣፍሪቃዊ ዓቕሚ ወይ ከዓ ኣፍሪቃዊ ባንክ ልክዕ እቲ ክገብሮ ዝግብኦ ንኤርትራ ፍሉይ ፍልይቲ ሃገር ወይ ከዓ ፍሉይ ፀጋ ስለ ዘለዋ ስለ ዘይኮነስ እዚ ናይ ኣፍሪቃ ባንክ ንኩለን ሃገራት ክሕግዝ ዘለዎ ንካልኦት ሃገራት እውን ብዙሕ ይሕግዝ እዩ ሓንቲ ቪድዮ ቀሪበልኩም ነይረ ክትርእይዋ ምክንያቱ ንኤርትራ ብፍሉይ ጥራይ ክሕግዝ ኢሉ ዝመፀ ክመስለኩም ስለ ዝኽእል ገሌኹም ከይርዳእኩም እውን ስለ ዝኽእል

ዝሕግዝ ዓቢ ትካል ኢና ንዛረብ ዘለና። ዓቢ ዓቕሚ ዘለዎ ልዕሊ ኩሉ ድማ ዓቢ ኔትዎርክ ዘለዎ ምስ ብዙሓት ትካላት ናይ ዓለም ዝሰርሕ ስለ ዝኾነ ብዙሕ ኤክስፐርቲስ ብዙሕ ኔትዎርክ ከምጽእ ዝኽእል እዩ። ስለዚ ብሓቂ እዚ ነገር እዚ ኣቃሊልካ ዝረአ ኣይኮነን። ናይ ሆፕ ሪል እቲ መንግስቲ ኤርትራ እውን ዘድሊ ምኽፋት ገይሩ ነቲ ህዝቢ ነቲ ንነዊሕ እዋን ጸሚእዎ ዝነበረ እቲ ህዝቢ ራህዋ ንኽረክብ ዋላ እቲ ፖለቲካ እቲ ፖለቲካዊ ለውጢ ክግበር እውን ካብ ልዕሊ ማንም ሰብ እቲ ዘለና ቅዋም ክትግበር እቲ ዘለና ኩሉ ሃጓፋት ክማላእ ህዝቢ ኩሉ ብናፃ ኣብ ፖለቲካ ናይ ሃገር ሓሳቡ ዝገልፀሉ ኣብቲ ቁጠባ ዝሳተፈሉ ብኩሉ መዳይ ክሕግዘሉ ዝኽእል መድረኽ ንክኽፈት ናይ ኩሉ ግዜ ፃውዑተይ እዩ ንኩሉ ነገር ግን ብዓይኒ ፖለቲካ ጥራይ ክሪኦ ኣይደልን ኣነ እቲ ቁጠባ ነፍሱ ዝኸኣለ እዩ ቁጠባዊ ንቁጠባ ዝትንክፍ ኣርእስቲ ስለ ዘለና ብዛዕባ ቁጠባ ኢና ክንርኢ the ፖለቲካ ዝድስስ ክኸውን ከሎ ድማ ብዛዕባ ፖለቲካ ኢና ክንርኢ ስለዚ ዓብ ተስፋ ዝህብ ዓብይ ንኹልና እውን ተስፋ ንክንገብር ዘርኢ እዩ ከምዚ ዓይነት ቪድዮታት ትደልዩ እንተሕር ኮንኩም ብዛዕባ ኤርትራ ዝገልጽ ናይ ቁጠባ ይኹን ናይ ካልእ ጽላታት ፕሊስ ሓበሬታ ሃቡኒ ናትኩም ርእቶ ነዛ ቪድዮ ላይክ ብምግባር ናብ ካልኦት ከም ትበጽሕ ግበርዋ ንብዙሓት ተስፋ ክትህብ ስለ ትኽእል ድማ ክሳብ መወዳእታ ናይ ኩልና ጽቡቕ ክኾነና እናተመነኹ ደጊመ ርሑስ ቅዱስ ዮሃንስ እናበልኩ ነቶም ኣብ ቅንያት ናይ ቅዱስ ዮሃንስ እውን እናተመነኹ ክሰናበተኩም እየ ናይ ሎም ዓርሳብ ዝኽን ወዲና ላይ ግበሮ ነዚያ ቪድዮ እናበልኩም እዚያ ክሓድገኩም እየ ፀፅብቑ ቻው